ዜና መጽሔት ዜና መጽሔት ሰላም ጥዕና ሃበልና ኣድመፅቲ ሚትን ኣርባዕተ ነጥቢ ኣርባዕተ ራድዮ ኤፍኤም መቐለ ዕለታዊ ዜና መፅሄትና ፈሊምናዮ ኣለና ምሳና ጸኒሕኻ እሞ ክትከታተሉ እናዓደምና ድማ ምሳና ክትጸንሑ ሕዚ እውን ብድጋም ብኽብሪ ንዕድም። ዜና መጽሔት እዚ ዕለት ሓጸርትን ዝርዝር ዜናታትን ሓዊሱ ጸብጻባት ስፖርት ውሽጢ ዓድን ወጻእን ዘካተተ እዩ። ምስ ዜናታት መጽሔት እዚ ሰዓት ድማ ተስፋይ ጽጋቡ፣ ኪዳነ ግርማይ፣ ብመዳይ ተክኒክ ልኡል ኣውራን ሓቢርናኩም ንጸንሕ ኢና። ፈለማ ግን ኣርእስተ ዜና። ክብርታት መለስ ወሪስና መሰል ዓርሰ ውሳነ ህዝቢ ትግራይ ንምሓዝ ቃልስና ብዝያዳ ከነሐይል ኢና ኢሉ ማሕበር ተጋደልቲ ትግራይ። ኣብ በጀት ዓመት ክልተ ሽሕን ዓሰርተ ትሽዓተ ዓመተ ምህረት ኩባንያታት ትእምት ብቅኒት እቲ ዘሎ ዝተፈለየ መድረኽ ብልዑል መንፈስ ተፀዋራይነትን ስራሕቲ ዓርሰ ምርኮሳን ኣፈፃፅመኣን ንምብራኽ ብትኹረት ክስራሕ እዩ ኢሎም ኣካቢ በዓል ሓደራ ቦርድ ትእምት ዶክተር ኣብርሃም ተኸስተ።

ክብራት ሰማዕትና ብሓፀርቲ ዜናታት ክንፍልም ኣብ በጀት ዓመት 219 ዓ ም ኩባንያታት ትእምት ብቅኒት እቲ ዘሎ ዝተፈለየ መድረኽ ብልዑል መንፈስ ተፃዋራይነት ስራሕቲ ዓርሰ ምርኳሰን ኣፈፃፅማ ንምብራኽ ብትኩረት ክሰራሕ እዩ ኢሉ ኣካቢ በዓል ሓደራ ቦርድ ትእምት ዶክተር ኣብርሃም ተኸስተ። ዶክተር ኣብርሃም ተኸስተ ነዚ ዝገለፆም ፀብፃብ ኣፈፃፅማን ቐፀልቲ መደባትን ማእኸል ኢንቨስትመንት ቤት ፅሕፈት ምግባረ ሰናይ ኩለን ኩባንያታት ትእምት ኣብቲ መድረኽ ቐሪቡ ኣብ ዝተዘተየሉ እዋን ዩ። ኣብ በጀት ዓመት ክልተ ሽሕን ዓሰርተ ሸሞንተን ዓመተ ምህረት ትካላዊ ዋንነት ንምርግጋፅ ዝተገበረ ብዝተዋደደ ቓልስን ዝተረኸበ ውፅኢት ልዕሊ ትርጉም ዝሃቦ ምዃኑ ዘዘኻኸሩ ኣካቢ በዓል ሓደራ ቦርድ ትእምት ዶክተር ኣብርሃም ተኸስተ፣ ኩባንያታት ትእምት ኣብ ዙርያ ምላሸ ማሕንቖታት ኮይነን ስራሕተን ክዓማ ዘገድድ ኩነታት ምንባሩ ገሊፆም። ውፅኢት ስራሕቲ ሕውየት ኣብ ደውታ ዝነበራ ትካላት ትእምት ናብ ፍርያት ምምላሰን ተስፋ ዝህብ ምዃኑን ብቐፃልነት ዘለውወን ማሕንቖታት እናፈታሕኻን እናደገፍኻን ናብ ዝሐሸ ብርኪ ምስግጋር ከምዘድሊ ዶክተር ኣብርሃም ተኸስተ ኣብቲ ሓበራዊ መድረኽ ኣብሪሆም። ካብ ቁልፊ ተልእኾ ትእምት ብምብጋስ ንስራሕቲ ምግባረ ሰናይ ፍሉይ ትኹረት ከም ዝሃቦን ኩባንያታት ትእምት ነዚ ተልእኾ ዝለዓለ ቆላሕታ ሂበን ምንቅስቓስ ክገብራ እቶም ኣካቢ በዓል ሓደራ ቦርድ ትእምት ኣመላኺቶም። ዶክተር ኣብርሃም ብምቕፃል፣ ኣብ በጀት ዓመት ክልተ ሽሕን ዓሰርተ ሸውዓንተን ዓመተ ምህረት ኩባንያታት ትእምት ብቕኒት ነቲ ዘሎ ዝተፈለየ መድረኽ ብልዑል መንፈስ ተፀዋራይነትን ስራሕቲ ዓርሰ ምርኮሳን ኣፈፃፅመኣን ንምብራኽ ብትኹረት ከም ዝስራሕ እውን ኣፍሊጦም። ግዝያዊ ዋና ፈፃሚ ስራሕ ትእምት ዶክተር ጥላሁን ታረቀ ብግደኦም፣ ኣብ ክልተ ሽሕን ዓሰርተ ትሽዓተን ዓመተ ምህረት በጀት ዓመት ኩባንያታት ትእምት መላእ ሰራሕተኛታተን ኣለዓዒለን ህልው ኩነታት ብዝግባእ ክርዳእ ገይረን ዝሓሸ ለውጢ ምንቅስቓስ ንክገብራ ክስራሕ ኢዩ ድሕሪ ምባል ኣብ ኣወዳድባ፣ ኣሰራርሓ፣ ህንፀት ኮታስ ኣሰራርሓታት ምዝማን ለውጢ ንምፍጣር ዝተትሓዙ መደባት ምድምዳም ወሳኒ ምዃኑ ኣብሪሆም። ኣብ በጀት ዓመት ክልተ ሽሕን ዓሰርተ ሸሞንተን ዓ ም ነቲ ዝማዕበለ ፖለቲካዊ ኩነታት ሓዊሱ ከበድቲ ማሕንቖታት ምንባሮም ዘዘኻኸሩ ኣባላት በዓል ሓደራ ቦርድ ትእምት፣ ኣብ ከምዚ ኩነታት ኮይንኻ ዝተረኸበ ኣፈፃፅማ ትርጉም ዝወሃቦ ምዃኑ ድሕሪ ምግላፆም፣ መደባት በጀት ዓመት ክልተ ሽሕን ዓሰርተ ትሽዓተን ዓ ም ብሙሉእነት ንምዕዋት ኩባንያታት ዘለወን ማሕንቖታት ምፍታሕ ነናርእሰን ተደጋጊፈን ዘለዉ ዕድላት ፀንቂቐን ካብ ምጥቓም ብዝሰገረ ዝተጀመሩ ስራሕቲ ሪፎርም ብትኹረት ምምራሕ ኣገዳሲ እዩ ክብሉ ገሊፆም። በዓል ሓደራ ቦርድ ትእምት ፀብፃብ በጀት ዓመት ክልተ ሽሕን ዓሰርተ ሸሞንተን ትልሚ ክልተ ሽሕን ዓሰርተ ትሽዓተን ዓመተ ምህረት ብዕምቀት ድሕሪ ምርኣይ ንዝሓሸ ኣድማዕነት ስራሕ ልዑል ፃዕሪ ንክገብራ መመሓሽ ሓሳብን መምርሒ ስራሕ ብምሃብ ነቲ ዝቐረበ ፀብፃብን ቐፀልቲ መደባትን ማእኸል ኢንቨስትመንት ቤት ፅሕፈት ምግባረ ሰናይን ኩለን ኩባንያታት ትእምት ኣፅዲቑሎም። ብመወዳእታ፣ በዓል ሓደራ ቦርድ ትእምት ሕሉፍ ንጥፈታቱ ድሕሪ ምግምጋም፣ ኣብ ዙርያ ቀጸልቲ ትልምታቱ ዘትዩ ብምጽዳቕ ኣኼባኡ ዛዚሙ ክብል እቲ ትካል ኣብ ዝለኣኸና ሓበሬታ ተመላኺቱ። ክብርታት መለስ ወሪስና፣ መሰል ዓርሰ ውሳነ ህዝቢ ትግራይ ንምውሓስ ቃልስና ብዘያዳ ክነሕይል ኢና ኢሉ ማሕበር ተጋደልቲ ትግራይ። እዚ ዝገለፀ ማሕበር ተጋደልቲ ትግራይ መበል ዓሰርተ ኣርባዕተ ዓመት ዝኽሪ መስዋእቲ ተጋዳላይ መለስ ዜናዊ ኣመላኺቱ ኣብ ዘውፅኦ መግለፂ ዩ። ተጋዳላይ መለስ ዜናዊ ካብቶም ዓሰርተ ትሽዓተ ስሳን ሸውዓተን ዓመተ ምህረት ዕጥቃዊ ቃልሲ ህዝቢ ትግራይ ጀምሩ ምሩፃት ተጋደልቲ ህወሓት ሓደ ዩ ዝበለ እቲ ማሕበር ተጋዳላይ መለስ ዜናዊ ዓሰርተ ሸውዓተ ዓመት ኣብ ዝወሰደ መሪርን ነዊሕን ዕጥቃዊ ቃልሲ ህዝቢ ትግራይ ካብ ተራ ተጋዳላይ ክሳብ ኣቦ ወንበር ህወሓትን ኢህወደግን ዝበፅሐን ብሱል ፖለቲካውን ወታደራውን መሪሕነት ዝሃበ መራሒ ውን ኢሉ። ተጋዳላይ መለስ ድሕሪ ምድምሳስ ፋሽስታዊ ስርዓት ደርግ እውን ኣቦ ወንበር ህወሓት፣ ኢህኣደግን ቐዳማይ ሚኒስተር ኢትዮጵያን ኾይኑ ክሳብ ዕለተ መስዋእቱ ኣብ ኢትዮጵያ ሰላም ክነግስ፣ ዲሞክራስን ስሉጥ ልምዓትን ክረጋገፅ ብሱል ኣመራርሓ ዝሃበ ብሉፅ መራሒ ምንባሩ እውን እቲ ማሕበር ኣዘኻኺሩ። ይኹን እምበር ድሕሪ መስዋእቲ መለስ ዜናዊ ብሽም ለውጢ ናብ ስልጣን ዝመፀ ስርዓት ብልፅግና ሌጋስታት መለስን ህዝቢ ትግራይን ካብ ምጥፋእ ሓሊፉ ንባዕሉ ሕልፊ መስዋእቲ ከፊሉ ሕልፊ ረብሓ ንዘይረኸበ ህዝቢ ትግራይ ካብ ከም ፀላእ ወሲዱ ካብ ምድረ ገፅ ንምጥፋእ ጀኖሳይድ ፈፂምሉ ሕዚ እውን ይፍፀመሉ ኣሎ እንተ ህዝቢ ትግራይ ግን ብቅልፅሙ ተኸላኺሉ ካብ ሙሉእ ፅንተት ድሒኑ እዩ ክብል እቲ መግለፂ ሓቢሩ። ስርዓት ብልፅግና ካብ ህዝቢ ትግራይ ሓሊፉ ንመላእ ህዝቢ ኢትዮጵያ እውን ሰላም ዘስእነ ጀኖሳይድ ዝፍፅም ዘሎ ፀረ ህዝቢ ሓይሊ እዩ ዝበለ ማሕበር ተጋደልቲ ትግራይ መዓልቲ ዝኽሪ መለስ ምኽንያት ብምግባር ልኣላዊ መሬት ትግራይ ንምምላስ ተፈናቐልቲ ናብ መረበቶም ንምምላስ ዲሞክራሲያዊ ሕቶታት ህዝቢ ትግራይ ንምምላስ ኣብ ዝግበር ዘሎ ቃልሲ መላእ ህዝቢ ትግራይ ሓድነቱ ኣደልዲሉ ኣብ ጎኒ መንግስትን ሰራዊትን ትግራይ ደው ክብል ፀዊዑ። ምስ ጀኖሳይደር መንግስቲ ብልፅግና ተሰሊፍኩም ኣንፃር ህዝቢ ትግራይ ትዋገኡ ዘለኹም ተጋሩ መንግስቲ ትግራይ ንዝገበሮ ፃውዒት ኣኽቢርኹም ዓድኹም ንኽትምለሱ እውን ንፅውዕ ኢሉ ማሕበር ተጋደልቲ ትግራይ። ዕስራን ሸውዓተን ጣብያታት ዞባ ደቡብ ምብራቕ ኣብ ከቢድ ሓደጋ ደርቂ ከም ዝርከባ ተገሊፁ። ነዚ ዝተገለፀ ላዕለዎት ኣመራርሓ ቢሮ ሕርሻን ሃፍቲ ተፈጥሮን ትግራይ ምስ ኢንስቲትዩት ምርምር ሕርሻን ስግር ሕርሻ ኢትዮጵያ ጨንፈር መቐለን ብሓበራ ብዘሳለጥዎ ምልክታ ንምዝራብ ማሕበረሰብ ግዳያት ለውጢ ካሊማ ኤልኒኖ ኣብ ዘሳለጠሉ ዑደት እዩ። ዋና ኣመሓዳሪ ወረዳ ዒስራ ዓዲ ወጀራት ኣይተ ስልጣኑ ከላሊ ካብ ሰማንያ ጣብያታት እተን ዒስራን ሸውዓተን ጣብያታት ፈፂመን ዝናብ ዘይረኸባን ብከቢድ ደርቂ ዝተጠቐዓን ምዃነን ሰፊሕ ተሓራሲ መሬት ብምኽንያት ዝናብ ዘይምህላዉ ከይተዘረኣ ምትራፉ እቲ ዝተዘረኣ እውን ዝናብ ሓፂርዎ ከምዝተገልበጠን ሐዚ እውን ሰፊሕ መጠን ዝራእቲ ብሰንኪ ሕፅረት ዝናብ ፈኺሱ ንክግልበጥ ተዳልዩ ከምዘሎ ተገሊፁ። ሓላፊ ቢሮ ሕርሻን ሃፍቲ ተፈጥሮን ትግራይ ኣይተ ኣለም ብርሃን ሃሪፈዮ ብወገኖም፣ ዝገጠመና ተፈጥሮኣዊን ሰብ ሰራሕን ሓድጋ ድርቂ ምህላው ብምዝኻር፣ ጣብያ ሰንዓለ ከም መፍትሒ ፀገም ዝወሰድዎ ህይወት ናይ ምድሓን ዓርሰ ምትሕግጋዝ ኣድኒቖም፣ ነዚ ፀገም ብልክዕ ኣብ ምምካት ክንሰርሖም ዝግበኡ ነጥብታት ግን ምንጥብጣብ ኣሎ ምስ በሉ፣ ሕዚ እውን ዓርሰ ምርኮሳ መሰረት ዝገበረ መዋፅኦታት ኢልና ዝነፀርናዮም ከየንጠባጠብና ክንዓሞም ይግባእ ክብሉ ገሊፆም። ኣመሓዳሪ ዞባ ደቡብ ምብራቕ ኣይተ ከላለ ሓጋዝ ብወገኖም፣ ኢልኒኖ ስዒቡ ዝተፈጠረ ከቢድ ሕጽረት ዝናብ ኣብ ከቢድ ሓደጋ ከም ዝርከብ ብምሕባር፣ ህዝቢ ምክልኻል ድርቂ ኣካል ቓልሲ መኸተ ገይሩ ቓልሱ ከሕይል ድማ ምዒዶም ክብል ካብቲ ቢሮ ዝረኸብናዮ ሓበሬታ ኣመላኺቱ። ኣብ ወረዳ ፃዕዳ እምባ ኣጓኒፉ ዘሎ ሓድጋ ድርቂ ንምክልኻል ደረጃ ወረዳ ሓይሊ ዕማም ከምዝተጣየሸ ተገሊፁ። ሓላፊ ቤት ፅሕፈት ዘፈር ቁጠባ ወረዳ ፃዕዳ እምባ ኣይተ ሃይላይ ሓጎስ ከምዝበልዎ፣ ከም ወረዳ ኣብ ዓሰርተ ክልተ ጣብያታት ዝርከባ ሓምሳን ኣርባዕተን ቁሸታት ሎሚ ዘበን ክረማት እኹል ዝናብ ብዘይምርካበን ንድርቂ ተቓሊዐን ከምዘለዋ ገሊፆም። ከም ሳዕቤኑ ግረውት ሓረስቶት ምስ ዘርኣ ዝናብ ስለዘይሓለፎ ዝበቖለ ዝራእቲ የለን ዝበሉ ኣይተ ሃይላይ፣ እንስሳ ዝቐለበኦን ዝሰትይኦን ማይ ስለዘይብለን ድማ እቲ ፈተና ኣዝዩ እናኸበደ ክኸይድ ከምዝገበሮ ሓቢሮም። ስለዝኾነ ኢሎም ኣይተ ሃይላይ፣ እቲ ኣጓኒፉ ዘሎ ድርቂ ንኽፋእ ጉድኣት ኣብ ሰብን እንስሳን እንከይበፅሐ ንምክልኻል መዋፅኦ ኣንፈት ንምሃብ በዚ ዕለት ንዋና ኣመሓዳሪ እታ ወረዳ ኣይተ ኣፅብሃ ግርማይን ካልኦት መዳርግቲ ኣካላትን ዝሓወሰ ኣብ ጣብያታት ትራዒለን፣ ሓዊለልን ዳህሳስን ምኽክርን ተሳሊጡ ከምዘሎ ድማ ኣረዲኦም። ድሕሪ እቲ ዝሳለጠ ዳህሳስን ምኽክርን ከም ወረዳ ሓይሊ ዕማም ዝተጣየሸ ኮይኑ እቲ ሓይሊ ዕማም ቀልጢፉ ናብ ተግባር ስራሕ ብምስጋር ህይወት ነበርትን ጥሪቶምን ካብ ሓደጋ ንምድሓን ብግዜ የለን መንፈስ ከም ዝሰርሕ ድማ እቶም ሓላፊ ገሊፆም ክብል ድምፂ ወያነ ትግራይ ፀብፂቡሉ።
ኣብ ወረዳ ደጉዓ ተምቤን በረድ ሓዊሱ ብዝወቕዐ ሓያል ዝናብ ኣብ ልዕሊ ዝራእቲ ከቢድ ጉድኣት ከምዝበፅሐ ተገሊፁ። ነዚ ዝተገለፀ ኣብ ወረዳ ደጉዓ ተምቤን ጣብያታት ልምዓትን ኤርጌንን ብዝወቕዐ በረድ ዝሓወሰ ሓያል ዝናብ ኣብ ልዕሊ ኣርባዕተ ሚእቲ ተስዓን ትሽዓተ ነጥቢ ሓሙሽተ ሄክታር ተሓራሲ መሬት ከቢድ ጉድኣት ከም ዝበፅሐ ተገሊፁ። እዚ ብዕለት ዓሰርተ ክልተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት በረድ ዝሓወሶ ብዝወቕዐ ዝናብ ኣብ ልዕሊ ዝተፈላለዩ ዓይነት ዝራእቲ ሙሉእ ብሙሉእ ሓደጋ ብምብፃሕ ንከባቢ ሓደ ሽሕን ሓሙሽተ ሚእትን ሓምሳን ኣርባዕተን መራሕቲ ስድራ ሓረስቶት ኣብ ሓደጋ ከም ዘውደቐ ዘፈር ቁጠባ እታ ወረዳ ሓቢሩ። ኣብቲ ጉድኣት ዝበፅሖ ከባቢ ተረኺቦም ዝተዓዘቡ ኣቤ ዘፈር ቁጠባ ወረዳ ድጉዓ ተምቤን ክኢላ ስነ ዘራእትን ሆልቲካልቸር ዝኾኑ ኣይተ ማሞየ ገብረማርያም ከም ዝበልዎ እቲ ኣብ ልዕሊ ዝራእቲ ዝበፅሐ ጉድኣት ሰፊሕ ሽፋን ዝሓዘ ምዃኑ ብምግላፅ ሓረስቶት ቐልጢፎም ብዝባፅሑ ዘራእቲ ክትክእዎም ከም ዝግባእ መልእኽቲ ኣሕሊፎም። በቲ ዝበፀሐ ጉድኣት ዝተጠቕዑ ሓረስቶት እተን ጣብያታት ብወገኖም ዝራእቶም ሙልእ ብሙልእ ብምጥፈኡ ስድራኦምን እንሰሰኦምን ኣብ ከቢድ ሓደጋ ከምዝወደቑ ብምግላፅ ኣብ ሓፅር ግዘ ብዝባፅሑ ዝራእቲ ንምሽፋን መንግስትን ገበር ሰናይ ትካላትን ንክሕግዝዎም እቶም ሓረስቶት ገሊፆም ክብል ሓበሬታን ርክብን ወረዳ ደጉዓ ተምቤን ፀብፂቡ።
ምምሕዳር ከተማ ዓዲግራት ንስሳን ሸሞንተን ስድራ ስውኣት ንመንበሪ ዝውዕል መሬት ብዕፃ ኣረኪቡ። ኣብቲ ዕፃ ምውፃእ ዝተረኸቡ ከንቲባ ከተማ ዓዲግራት ኣይተ መንበረ ንጉስ ከምዝበልዎ፣ ኣብ ካልኣይ ዙር ንመንበሪ ዝውዕል መሬት ተዓዲሎም ዕፃ ንዝወፀሎም ስሳን ሸሞንተን ስድራ ስውኣት ቅድም ክብል ኣብ ጫንዶግ ከባቢ ተዋሂቦም ዝነበሩ ኮይኖም ግን ድማ እቲ ከባቢ ረግረግ መንገዲ ዘይብሉን ንቶም ስድራ ስውኣት ዝምጥን ብዘይምዃኑ እንደገና ከም ምምሕዳር ኮሚቴ ኣጣይሹ ብተነፃፃሪ ንቶም ስድራ ስውኣት ዝምችው ተለዋጢ ቦታ ኣብ ውሽጢ ክልተ ሰሙን ተዳልዩ ነዚ ዕጫ ክበፅሑ ከም ዝኸኣሉን ዝተረፉ ስድራ ስውኣት ኮነ ሓርበኛታት ጉድኣት ኩናት ንቐደም ምስዓብ ቦታ እናተዳለወ ክዕደል ምዃኑ ሓቢሮም። ብተወሳኺ ድማ ምእንተ ዓደሙን ህዝቦምን ኣብ ሰለስቲኡ ምዕራፍ ቃልሲ ክቡር መስዋእቲ ንዝኸፈሉ ጀጋኑ ሓርበኛታት ብመሰረት ደንብን መምርሕን ስድራኦም ተረባሕቲ ንምግባር ቀዳምነት ተዋሂብዎ ይስራሕ ከመዘሎ ዝገለፁ ኣይተ መንበሩ ንስድራ ስውኣት ዝግበር ደገፍን ክትትልን ተጠናኺሩ ከመዝቕፅል ኣብሪሆም። ተጠቀምቲ እቲ ዕድል ዝኾኑ ስድራ ስውኣት ብወገኖም እቲ ምምሕዳር ዝገበረሎም ኩለመዳይ ድጋፍ ብምግላፅ ሕዚ እውን እንተኾነ ንስድራ ስውኣትን ሓርበኛታትን ዝግበር ጠመተ ክጠናኸር ይግባእ ኢሎም ክብል ጉዳያት ኮሚኒኬሽን ከተማ ዓዲግራት ፀብፂቡ። ክብራት ሰማዕትና ሕዚ ድማ ናብ ዜና ወጻኢ ክንሰግር። ፕሬዚደንት ኣሜሪካ ዶናልድ ትራምፕ ንመጻብብ ሆርሙዝ ሓዱሽ ግዝኣት ኣሜሪካ እዩ ምባሎም ስዒቡ ምክትል ሚኒስተር ጉዳያት ወጻእ ኢራን ካዞም ጋርባቢድ እቲ ፕሬዚዳንት ዶናልድ ትራምፕ ዝብልዎ ሕልሚ ቀትሪ እዩ ክብል ምንቃፉ ቢቢሲ ጸብጺቡ። ከምቲ ዶናልድ ትራምፕ ንወሽመጥ ፋርስ ብትኽክል ምጽሓፍ ዘምሃረ ኣብ ቀረባ እዋን ብዛዕባ መጽብብ ሆርሙዝ ዝነበሮ ሕልሚ ቀትሪ ክንእርሞ ኢና ክብል ካዘም ጋርቢባዲ ጽሒፉሉ። ትራምፕ ኣብ ትዊተር ገጹ ንመጻብብ ሆርሙዝ እናዞረ ሓድሽ ግዝኣት ኣመሪካ ክጽሕፍ ዘርኢ ስእሊ ዋላ'ኳ እንተሰፈረ፣ ምክትል ሚኒስተር ጉዳያት ወጻኢ ኢራን እውን ነቲ ስእሊ ዳግም ነቒፍዎ ኣሎ ክብል ገሊጹ። እዚ ከምዚ እናሃለወ፣ ኣፈ ጉባኤ ፓርላማ ኢራን መሕመድ ባገር ጋሊባፍ፣ ኣመሪካ ንውዕላት እቲ ስምምዕ እንተዘይተግቢራ መጽብብ ሆርሙዝ ከምዘይኸፍት ገሊጹ ክብል ቢቢሲ ጸብጺብሉ። ኣመሪካ ብሰሜናዊ ምዕራብ ሶርያ ግዝኣት ኢድሊብ ኣብ ዝርከብ ወታደራዊ መዕርፎ ነፈርቲ እስራኤል ዘካየደቶ መጥቃዕቲ ኰኒናቶ። ፍሉይ ልኡኽ ኣመሪካ ኣብ ሶርያን ዒራቕን ቶም ባርክ ኣብ ዋይት ሃውስ ኣብ ዝሃብዎ መግለጺ ኩሎም ወገናት ካብ ወታደራዊ ምግጣም ንላዕሊ ንዘተ ቀዳምነት ክህቡ ኣተሓሳሲቡ። ሚኒስተር ጉዳያት ወጻኢ ሶርያ ኣቐዲሙ ኣብ ዘውጽኦ መግለጺ እቲ ኣብ መዓስከር ኣየር ኢድሊብ ዝተፈጸመ መጥቃዕቲ ምኽንያት ኣልባ እዩ ክብል ኮኒንዎ ምንባሩ እቲ ጸብጻብ ሓቢሩሉ። እቲ መጥቃዕቲ ኣብ መንገዲ በረራ፣ ጽገናን መኽዝንን እቲ መዕርፎ ነፈርቲ ዕንወት ከምዘብጽሐ ዘመላኸተ እቲ ጸብጻብ፣ በቲ ዝተፈጸመ መጥቃዕቲ ጉድኣት ዝበጽሖም ወገናት ከም ዘለዉ ዘማላኸተ ጸብጻብ ግን የለን ክብል ቢቢሲ ጸብጺቡሉ።
ፎኖ ሚእትን ኣርባዕተን ነጥቢ ኣርባዕተ ረድዮ ኤፍኤም መቐለ ዕለታዊ ዜናታት መጽሔት ሰዓት ኣብ ብምክትታል ትርከቡ ክቡራት ሰማዕትና፣ ሕዚ ድማ ብዝርዝር ክንሪኦም ናብ ዘሓርናዮም ዜናታት ክንወስደኩም ኢና። ኣብ ልዕሊ ህዝቢ ትግራይን ተጋሩን ኣንፀላልዩ ዘሎ ሓደጋ ህልውና ንምቅልባስ ውሽጣዊ ሓድነትና ኣጠንኪርና ብምውሓስ ህልውና ህልውናና ተናቢብና ክንሰርሕ ይግባእ ኢሎም ምክትል ፕረዚደንት መንግስቲ ትግራይ ሓላፊ ቢሮ ፍትሒ ትግራይ ኣይተ ኣማኑኤል ኣሰፋ ገሊፆም። ህዝቢ ትግራይ ከም ህዝቢ ንክጠፍእ ውድብ ህዝባዊ ሓርነት ትግራይ ኣብ ቀረባ እዋን ምስ ህዝቡ ብምርዳእ ዝጀመሮ ቃልሲ ኩሎም ሕቶታት ህዝቢ ትግራይ ዝምልስ ብሕታዊ መማረፂ ክብሉ ኣይተ ኣማኑኤል ምግላፆም ይዝከር። ብርሃን ወልዳይ ተወሳኺ ኣለዎ። ብልፅግና ኣብ ልዕሊ ህዝቢ ትግራይ ዝኸፈቶ ወራር ፅንተት ከምቲ ዝሃቀኖ ህዝቢ ትግራይ ከም ህዝቢ ንምጥፋእ ዝዓለመ ሸይጣናዊ ሓሳቡ ምሉእ ብምሉእ ኣብ ባይታ ወሪዱ ንኸይፍፀም ብሓይሊታት ትግራይ ዓፀፋዊ ምላሽ ተዋሂብዎ ናብ ስምምዕ ውዕሊ ፕሪቶርያ ንኸኣትው ዝገበሮ ሓደ ዓብዪ ምኽንያት ዋላ እንተኾነ ብሓይሊ ከፈፅሞም ዘይኸኣሉ ትልምታቱ ብሰላሕታዊ ፅንተት ንምትግባር ድሕሪ እቲ ውዕሊ ምፍራሙ እውን እንተኾነ ብዕቱብ ይሰርሕ ከም ዘሎን ህዝቢ ትግራይ ከም ህዝቢ ንክይጠፍእ ኣብ ዝቐረባ እዋን ውድብ ህዝባዊ ወያነ ሓርነት ትግራይ ምስ ህዝቡ ብምርድዳእ ዝጀመሮ ቃልሲ ድማ ኩሎም ሕቶታት ህዝቢ ትግራይ ንምፍታሕ ዝሕግዝ ብሕታዊ መንገዲ ከም ዝኾነን ምኽትል ፕረዚደንት መንግስቲ ትግራይ ኣይተ ኣማኑኤል ኣሰፋ ገሊፆም። ህልውናናን ድሕንነትናን ዝረጋገፅ ኣብ መቓብር ስርዓት ብልፅግና እዩ። ምኽንያቱ ስርዓት እዙይ እናሃለወ ብዝኾነ መንገዲ ሰላም ምርካብ ከምዘይከኣል፣ ህልውናኻን ድሕንነትካን ምርግጋፅ ከምዘይከኣል፣ ልኡላውነትካ ምርግጋፅ ከምዘይከኣል፣ ዝተፈናቐሉ ናብ መረበቶም ምምላስ ከምዘይከኣል፣ ሕውየትን ዳግመ ህንፀትን ምርግጋፅ ከምዘይከኣል፣ ፍትሕን ልዕልናት ሕግን ክረጋገፅ ከምዘይከኣል ፕራክቲካሊ ዘረጋገፅናዮ እዩ። ፀረ ህዝቢ ትግራይ ጥራሕ ዘይኮነ ፀረ ኩሎም ህዝብታት እዩ። ክንቀል ዘለዎ ስርዓት እዩ። በቲ ዘውፃእናዮ ትልምን ዘቐመጥናዮ ግዜ ገደብን ግን ሰክሰስፉል ዝኾነ ስራሕ ተሰሪሑ እዩ ዝብል እምነት እዩ ዘለኒ። ኣብ ዝሐዚ እዋን ኢትዮጵያ በቲ ትኸዶ ዘላ መንገዲ ዕፃ ዩጎዝላቪያ ከምዝገጥማ ዝሓበሩ ኣይተ ኣማኑኤል ከም ተጋሩ ድማ ኣብዚ ዞባ ተሰማዕቲ ንኽንከውን ነቲ ኸባቢ ዝምጥን ቁመና ንምውናን ኣበርቲዕኻ ምስራሕ ኣብ ዘድልየሉ ወሳኒ እዋን ንርከብ ክብሉ ድማ ወሲኾም ገሊፆም። ምስ ምዕራባውያን ናይ ሰላምን ድሕንነትን ናይ ሰላምን ምርግኣን ጉዳያት ኣይለዋወጥን። ንዕኡ ሓይሊ ምዃን እንተጀምቢርና ኮይንና ባዕሉ እዩ ዝመፀና ባዕልና ኣይኮንናን ንኸዶ። ስርዓት ብልፅግና መማረፂ ዝኸውን ዘሎ ሓይሊ ስለ ዘለዎ ንመንግስትነት ስለ ዝሓዘ እቶም ሓይልታት መማረፂ ምዃን ምስ ጀመሩ ግን ንሶም እዮም ዝምረፁ። ፎር ሹር በዚ ሐዚ ንኸዶ ዘለና መንገዲ ከዓ ኢትዮጵያ ዕጻ ዩጎዝላቪያ እዩ ዘለዋ። ናብ ዩጎዝላቪያ ቅድሚ ምብትታና ዝነበሩ ኩሎም ነገራት ሓደ ብሓደ ኣብ ኢትዮጵያ ሕዚ ትረኽቦም እዮም። እቶም ሰባት እውን ይመሳሰሉ፣ እቶም ስርዓታት እውን ይመሳሰሉ፣ እቶም ሕቶታትን እቶም መልስታትን እውን ይመሳሰሉ፣ እቶም ክልላት እውን ይመሳሰሉ፣ ኣብቶም ክልላት ዝተፈጠሩ ሓይልታት እውን ይመሳሰሉ። ስለዚ እዚ ምዕራባውያን ክደልይዎ ይኽእሉ። ንኢትዮጵያ ናብ ከምዚ ዝበለ ጉድ ክትኣቲ ተላስ መዋጽእ ዝኸውን መማረጺ ዝኸውን፣ ሓይሊ ኮይንካ ክትወፅእ ምስራሕ እዩ እቲ ዝበለፀ ነገር ዝመስለኒ። ኣብኡ ኢና ፎከስ ገይርና ዓቕምታትና ክነተኣኻኽብ ዘለና። ኣብ መወዳእታ ኣብ ልዕሊ ህዝቢ ትግራይን ተጋሩን ኣንፃላልዩ ዝርከብ ሓደጋ ህልውና ዝቕልበስ ውሽጣዊ ሓድነት ተጋሩ ብምጥንኻር ከምዝኾነ ዝገለፁ ኣይተ ኣማንኤል፣ ከም ተጋሩ ዘለውና ፖለቲካዊ ኣፈላላያት ኣወንዚፍና ኣብ ምውሓስ ህልውና ትግራይን ተጋሩን ተናባቢና ክንሰርሐሉ ዝግባእ እዋን ከምዝኾነ ድማ ገሊፆም። ኣብዚ እዋን እዚ ሰላም እውን እተምጽእ፣ ሓደጋ እንተመጺኡካ እውን እትምክት ውሽጣዊ ዓቕምታትካ ብምጥንኻር እዩ። ንትግራይ ከኣ እቲ ዝበለጸ ውሽጣዊ ዓቕሚ ብሄራዊ ሓድነት እዩ። ጸላእትና ብዝበለጸ ኣብ ብሄራዊ ሓድነትናን ኣብቶም ብሄራዊ ውዳበታትናን ዝረባረቡ ዘለዉ ንሳቶም ንምውቃዕ ስሕበት ማእከል ስለ ዝኾኑ እዮም። ንሳቶም እንተፈሪሶም፣ ንሳቶም እንተተበቲኖም ንሕና ብቐሊሉ ክንብርክኽ ንኽእል ኢና። ምኽንያቱ ህዝብታት ይብተኑ፣ ህዝብታት ኣብ ጸገም ይወድቁ እዮም፣ ታሪክ ኣይኮነን። ሕዚ ዘለዉ ምስ ድኽመታቶም ውደባታትና ናብ ሓደጋ እንተወዲቖም እንተተበቲኖም ግን ከም ህዝቢ ኢና ናብ ሓደጋ ንወድቕ። ስለዚ ፖለቲካዊ ኣፈላላያትና ንቡር እዩ፣ ክህሉ እውን ኣለዎ፣ ይጠቕመና እውን እዩ፣ ግን ነርክበሉ ኢና። ልዕሊ ኩሉ ሕዚ ዓድናን ህዝብናን ክህሉ ኣለዎ። ዓድናን ህዝብናን ኣብ ምህላው ምዕሳል ክንሰግር ኢና። ስለዚ መስዋእቲ ንምኽፋል ተኾይኑ እውን ምእንቲ ህልውና ህዝቢ ትግራይ፣ ምእንቲ ልኡላውነት ህዝቢ ትግራይ፣ ምእንቲ መሰል ዓርሰ ውሳነ ህዝቢ ትግራይ ክኽፈል ኣለዎ እቲ መስዋእትነት።

ሓላፊ ቢሮ ጉዳያት ኮሙኒኬሽን ትግራይ ዶክተር ኣብርሃም ሓጎስ ኣብ ኣከባብራ በዓል ኣሸንዳ ክልተ ሽሕን ዓሰርተ ሸሞንተን ዓመተ ምህረት ኢሉ እውን መበል ዓሰርተ ኣርባዕተ ዓመት ዝኽሪ ነበር መራሒና ተጋዳላይ መለስ ዜናዊን ሓፈሻዊ ህልዊ ኩነታት ትግራይን ኣመልኪቶም ንጋዜጠኛታት ኣብ ዝሃብዎ መብርሂ ኣሸንዳ ትግራይ ክድብዝዝን ማዕርጉን ድምቀቱን ሓልዩ ንኸይበዓል ብስርዓት ብልፅግና ብዝተመወሉ ሰፊሕ ፕሮፖጋንዳ እናተነዝሐ ፀኒሑ እዩ ዝበሉ ኮይኖም ካብዚ ሓሊፉ ብማሕበራዊ ሚድያን ካልኦትን ኣብ ትግራይ ዘይተለመዱ ነቲ በዓል ዘይገልፁ ስራሕቲ ንክስርሑ ዝተፈላለዩ ምልዕዓላት እናተገበሩ ምምፅኦምን እዚ ድማ ብኣጋ ክእረምን ኣብዚ ተግባር ዝሳተፉ ዘለዉ ኣካላት ካብ ተግባሮም ክቑጠቡን ይግባእ ኢሎም። ነቲ ናይ ህዝቢ ትግራይ በዓልን ካልኦት ምንቅስቓሳትን ንምድያም ዝገብርዎ ዘለዉ ሰፊሕ ምንቅስቓስ ከምዘሎ ኩላትና እንግንዘቦን እንርድኦን እዩ ዝኸውን ማለት እዩ። ምስዚ ተኣሳሲሩ ገለ ዝተደናገሩ ወገናት፣ ዝተደናገራ ኣሓት እውን እዚ በዓል እዙይ ብዘይኮነ መንገዲ ዘይምስሉ ሒዙ ክበዓል ብምግባር ኣንፃር ንምግባር ዝንቀሳቐሱ ከምዘለዉ ይፍለጥ እዩ። እቲ ናይ መጀመርያ መልእኽትና ክኸውን ዝኽእል ናብ ከምዙይ ዝበለ ዓይነት ዘየድሊ ምንቅስቓስ ኢድኩም እተእትዉ ዘለኹም ትኣትዉ ዘለኹም ወገናት ኩኑ ወገናት ካብ ተግባርኩም ምቑጣብ እቲ ዝበለፀ እዩ ክኸውን ዝኽእል። ካብዙይ ሕልፍ ኢሉ ዝኸይድ ነገር እንድሕር ዝህሉ ኮይኑ ግን ህጋዊ ተሓታትነት እውን ከስዕብ ዝኽእል ምዃኑ ምርዳእ፣ ምግንዛብ ኣገዳሲ እዩ ዝኸውን ማለት እዩ። እዚ ከምዚ ኢሉ እናሃለወ ኣብ ትግራይ ዝተፈላለዩ ተግባራት ገበን ከምዝተፈፀሙ ይፍለጥ እዩ ዝበሉ ዶክተር ኣብርሃም፣ ብፍላይ ድማ ኣብ ልዕሊ ደቂ ኣንስትዮ ዝፍፀም ኩሉ ዓይነት ጥቕዓት ፍትሕን ተሓታትነትን ንኸረጋገፅ ኩሉ ሕብረተሰብ ዋኒኑ ክገብሮ ይግባእ ክብሉ ሓቢሮም። ኣብ ትግራይ ዝተፈላለዩ ናይ ገበን ተግባራት ከምዝፍፀሙ ይፍለጥ እዩ። ብቐንዱ እንደገና ኣብ ልዕሊ ደቂ ኣንስትዮ ኣሕዋትና ዝበፅሕ ጥቕዓት ንኹላትና እውን ዘሕመና እዩ። እዚ ጉዳይ እዚ ናይ መንግስቲ ጥራሕ ዘይኮነስ ናይ ኩሉ ህዝቢ ቃልስን ተገዳስነትን እውን ዝሓትት እዩ ዝኸውን። ምናልባት ናብ ህጊ ዘይቀረቡ ጉዳያት እንድሕር ሃልዮም ኮይኖም እውን ተኸታቲልካ ናብ ህግን ስርዓትን ክቐርቡ ፍትሒ ክረኽቡ ናይ ምግባር ጉዳይ ኣብ ህጊ ዘለዉ ጉዳያት እንደገና በቱ ናይ ህጊ መስርሕ ስርዓቱን ትካላውነቱን ሓልዩ ክኸይድ ናይ ምግባር ጉዳይ ናይ ኩላትና ሓሳብ ናይ ኩላትና ተገዳስነት ናይ ኩላትና እውን ርብርብ ዝሓትት ስለዝኾነ፣ ኣብ ከይዲ ሕጊ ወይም ድማ ናይ ቤት ፍርድታት ምንቅስቓስ ዘጋጥም ዕንቅፋት ወይም ድማ ፀገማት እኳ እንድሕር ሃልዩ ኮይኑስ እዙይታት ዝእረመሉን ዝፍተሐሉን መንገዲ ዓርሱ ክኢሉ ዝተቐመጠ ስለዝኾነ በቱ ስርዓቱን በቱ ሕጉን እቲ ግቡእ ዝኾነ ፍትሒ ክርከብ ኢና ብዋናነት ክንቃለስ ዝግበእና። ስርዓት ብልፅግና ኣብ ልዕሊ ህዝብና ዘለዎ ፅልኢት ዝለዓለ ብምዃኑ ህዝቢ ትግራይ ንምስኳን ኩሉ ዓይነት በደላት እናፈፀመ ይርከብ ምስ በሉ። ኣብዚ ዓመት ድማ መቐፀልታ እቲ ዘካየዶ ፅንተት ዳግም። ደብዳባት ድሮን ኣብ ዝተፈላለዩ ከባብታት ትግራይ ይፍፅም ምህላዉ ኣረዲኦም። ፀላኢ ኣብ ልዒሊ ህዝቢ ትግራይ ዘለዎ ፅልኢት ናብ ስልጣን ቂድሚ ምውፅኡ እውን ተመሳሳሊ እዩ። ኣብ ስልጣን ምስ መፀ እውን ስልጣን ሒዙ ህዝቢ ትግራይ ከጥፍእ ዝሰርሖ ስራሕ ኩላትና ንፈልጦ ዘለና እዩ። ብብረት ኣብ ዝኸኣለሉ ብብረት ክጭፍልቕ ብብረት ኣብ ዘይከኣለሉ እንደገና ብሰላሕታ ህዝቢ ትግራይ ብሕማም መድሓኒት ክስእን ብምግባር ክጠሚ ብምግባር ነዳዲ ከይኣቱ ብምግባር በጀት ብምኽልካል ኩሎም ኣድለይቲ ዝበሃሉ ንትግራይ ብምኽልካልን ብምዕፃውን ህዝቢ ትግራይ ንምስኳን ሰፊሕ ስራሕ እናሰርሐ ከምዝመፀ ኩላትና ሪእናዮ ኢና ማለት እዩ። ኣብዚ ዓመት እዙይ ኣብ ትግራይ ኣብ ዝተፈላለዩ እዋናት ናይ ድሮን መጥቃዕትታት እውን እናተፈፀመ ዝመፀሉ ኩነታት ከምዝነበረ ሪእና ኢና። ስርዓት ብልፅግና ንሰላም ተሓሲሙ ህዝብና ብሰላሕታ ንኽፀንት ኩሉ ዓይነት በደላት ብተግባር እናፈፀመ ምህላው ብምግላፅ ኣብ ዝተፈላለዩ እዋናት ኣብ ማሕበራዊ መራኸብቲ ሓፋሽ ዝውዝዑ ካብ ሓቂ ዝረሓቑ ሓሳባት ህዝቢ ትግራይ ንምድንጋር ኮነ ተባሂሉ ዝንፅሑ ምዃኖም ህዝብና ክፈልጥ ይግባእ ክብሉ መልእኽቶም ኣሕሊፎም።
በዓል ኣሸንዳ ክልተ ሽሕን ዓሰርተ ሸሞንተን ዓመተ ምህረት ብሰላማዊ መንገዲ ንክሓልፍ ብመዳይ ፀጥታ ነቲ በዓል ዝምጥን ስራሕቲ ቅድመ ምድላው ከምዝተወገነ ሓላፊ ዘፈር ሰላምን ፀጥታን ክፍለ ከተማ ቀዳማይ ወያነ ኣይተ የማነ ኣረጋዊ ገሊፆም። ብተወሳኺ ድማ ኣብ ልዕሊ ደቂ ኣንስትዮ ዝበፅሕ ዝኾነ ይኹን ጥቕዓት ደዉ ንምባል መሰልን ማዕርነትን ደቂ ኣንስትዮ ንምርጋፅ ብዘኽእል መንገዲ ክበዓል ከምዝግባእ ኣመላኺቶም። ተስፋይ ፅጋቡ ተወሳኺ ኣለዎ።
በዓል ኣሸንዳ ክልተ ሽሕን ዓሰርተ ሸሞንተን ዓመተ ምህረት ፍፁም ሰላም ኮይኑ ንክሓልፍ ምምሕዳር ክፍለ ከተማ ቀዳማይ ወያነ ኣድላይ ዘበለ ቅድመ ምድላው ከም ዝወገነ ዝገለፁ ሓላፊ ዘፈር ሰላምን ፀጥታን እታ ክፍለ ከተማ ኣይተ የማነ ኣረጋዊ መላእ ማሕበረሰብና ብጎኒ ኣካላት ፀጥታ ምዃን ከባቢ ውሕስ ብምግባር ኣብ ልዕሊ ህዝብና ከጋጥሙ ዝኽእሉ ፀገማት ፀጥታ ብንቕሓት ክቃለስ ይግባእ ክብሉ ገሊፆም። እሞ ሃፍቲ ናይ ምድላው ማለት ኣካል እቲ ትልሚ ገይርና ኩሉ መሓውር እስካዕ ታሕቲ እስካዕ ብሎክ፣ ቐጠና፣ ጣብያ፣ ተማይጥሉ እዩ። ብሓባር እናተማይጥናሉ ከምኡ ናበለ እውን ናብ ታሕቲ ወሪዱ እዩ። እስካዕ ቀጠና፣ ጣብያ፣ ብሎክ ናይ ባዕሉ ትልሚ ኣውፂኡ እቲ ናይ ቅድመ ምድላው ስራሕቲ ብኡ ተወጊነሉ እዩ ማለት እዩ። ካብ መላእ ሕብረተሰብና እውን እዚ በዓል እዙይ ዓብይ በዓል እዩ። በዓል ኣሸንዳ እዚ በዓል ኣሸንዳ እዙይ ብሰላም ክሓልፍ እንተኾይኑ ልምዓት ጉጅለ፣ ናይ ሓፋሽ ማሕበራት፣ ኩሎም መናእሰይ፣ ነጋዶ፣ ኩሉ እዚ በዓልዚ ብሰላም ክሓልፍ ናይ ባዕሉ ምድላው ዝተገበረሉ ኩነታት ኣለዩ። መድረኻት እውን ብኡ ተኻይዶም እዮም። ህዝቢ እውን እዚ እቲ በዓል ብሰላም ንክሓልፍ እዚ እውን በዚ ኣጋጣሚ ማለት እዚ በዓልዚ ብሰላም ክሓልፍ እንተኾይኑ ምስቲ ዘሎ ጭቡጥ ህልዊ ኩነታት ካብ ማንም ግዜ ንላዕሊ ነቒሕና ከነሕልፎ ዝግበእና ሕዚ እዩ ማለት እዩ። ከም ተጋሩ ኣብ ልዕልና ኣንጸላልዩ ዘሎ ሓደጋ ህልውና ንምምካትን ዝተመዛበሉ ወገናትና ንምምላስን ዝተወረረ ግዝኣት ትግራይ ንምርጋጽን ብዘኽል መንገዲ ጎናጎኒ መኸተና ንምዕዋት ሓድነትና ክነጠናኽር ይግባእ ዝበሉ ኣይተ የማነ፣ እዚ በዓል ብሰለማዊ መንገዲ ንክሓልፍ ሰብ ዋና እቲ በዓል ዝኾና ደቂ ኣንስትዮ ባህላውን ሃይማኖታውን ትሕዝቶኡ ሓልዩ ንክሓልፍ ትኹረት ሂበን ክሰርሓሉ ይግባእ ክብሉ ገሊፆም።
ደቂ ኣንስትዮ እውን ናይቲ በዓል ሰብ ዋና ስለዝኾና ባዕለን እውን እቲ በዓል ብሰላም ክሓልፍ እቲ ጥምረት እውን ናይ ባዕለን መደብ ሒዝና ብሓባር እውን ኮይንና እቲ በዓል ሙሉእ ሰላማዊ ኮይኑ ክሓልፍ እንከን ዘይብሉ በዓል ኣብ ልዕሊ ደቂ ኣንስትዮ ክፍጸም ዝኽእል ጥቕዓታት ስለዚ ዝኾነ ጸገም ከየጋጥም ኣብቲ በዓል እተን ደቂ ኣንስትዮና እቲ በዓል እቲ በዓል ወጺኤን ብሰላም ናብ ገዘኣን ክምለሳ ምሉእ ምድላው ገይርና ከም ክፍለ ከተማ ናይ ኣዋዕሎ ትልሚ ውን ከምቲ ዝበልኩዎ ኣውጺእና ብኣክሽን ፕላን ኣደጊፍና እቲ በዓል ፍጹም ሰላማዊ ኮይኑ ክሓልፍ ምሉእ ምድላው ኢና ገይርና ዘለና ማለት እዩ። ኣብ ምውዳሳ ድማ ኣይተ የማነ፣ ኣብታ ክፍለ ከተማ ዝሳለጡ ባህላውን ሃይማኖታውን በዓላት ብሰለማዊ መንገዲ ንክሓልፉ መላእ ማሕበረሰብ ዘሳተፈ ካብ ላዕሊ ክሳብ ታሕቲ ብዝተዋደደ መንገዲ ይስራሓሉ ከመዘሎ ብምሕባር ብፍላይ ድማ መናእሰይና ምስ ኣካላት ፀጥታ ተዋዲድኻ ምስራሕ ከምዘድልይ ኣገንዚቦም። ብፍላይ ፀጥታ ናይ ማንም ናይ ፀጥታ ኣካላት ወይ ናይ ምሕዳር ኣካላት ስራሕ ኣይኮነን ናይ መላእ ህዝቢ ስራሕ እዩ ናይ ፀጥታ ስራሕ። ስለዚ ቶብ ዘሎ መላእ ሕብረተሰብ መንእሰይና ደቂ ኣንስትዮና ነጋዳይና ኩሉ ናተይ ናይካ ከይበለ ኣብ ጸጥታ ስራሕ በዓል ዋና ኮይኑ ክሰርሕ ክኽእል ኣለዎ። ብፍላይ ኣብ በዓል ኣሸንዳ ከኣ ኣብ ዓመት ሓደ ግዜ ዝመጽእ ክቡር በዓል ስለ ዝኾነ ኣብቲ ዝበሃል ዘሎ ክብሪ ሓልዩ ከቲ ኮይኑ ኩላይና ኩላትና ንናይ ባዕልና ስራሕ እንተሰሪሕና እዩ ማለት እዩ። ስለዚ እቲ በዓልና ብሰላም ክሓልፍ ደቂ ኣንስትዮና ወፊረን ክኣትዋ እንተኾይነን ኩሉ ኣብቲ በዓል በዓል ዋና ኮይኑ ሰሪሑ ምንም ናይ ገበን ስግኣትን ፍጻመ ገበን ዘይብሉን በዓል ኮይኑ ክሓልፍ መላእ ሕብረተሰብ ሕማቓትን ነቲ በዓል ከባላሽ ዝኽእል ምስልታትን ካልእትን ከጋጥሙ ስለዝኽሉ ኣውዚ ንቑሕ ኮይኑ ምስ ጸጥታ ኣካሉ ተኣሳሲሩ እቲ በዓል ብሰላም ክሓልፍ ለይትን ቀትርን ክሰርሕ ክኽእል ኣለዎ ዝብል ሓሳብ እዩ ዘለኒ።
ብባህላዊ ኣከዳድናን መጋየፅታትን ዝማዕረገ ኣከባብራ በዓል ኣሸንዳ ንክሊ ደቂ ኣንስትዮ ትግራይ ብዝግባእ ክሰርሓሉ ከምዘለወን ዘዘራረብናየን ደቂ ኣንስትዮ ከተማ መቐለ ገሊፀን። ባህላዊ ትውፊትን ክብርን ዝተላበሰ ኣከባብራ በዓል ኣሸንዳ ንክሊ ክስረሐሉን ጎና ጎኒ ድማ እቲ በዓል ንምጥንኻር ምሕዝነትን ሰላምን ክውዕል ከመ ዝግበኦ እተን ደቂ ኣንስትዮ ሓቢረን ኣለዋ። ኪሮስ ሓዱሽ ተወሳኺ ኣለዎ።
በዓል ኣሸንዳ ሓደ መርኣያ ክብርን መነነትን ደቂ ኣንስትዮ ትግራይ ብምዃኑ ብባህላዊ ኣከዳድናን መጋየፅታትን፣ ታተነ ዝማዕረገ ኣከባብራ በዓል ኣሸንዳ ንክህሊ ደቂ ኣነስትዮ ትግራይ ብዝግባእ ክሰርሓሉ ከም ዘለወን ዘዘራረብናየን ደቂ ኣነስትዮ ከተማ መቐለ ዝገለፃ እንትትኾና እቲ በዓል ንምጥንኻር ምሕዝነትን ሰላምን ክውዕል ከም ዝግበኦ ድማ ሓቢረን። ሽመይ ሚዛን ኣስጉደም ይበሃል። ማለትና ደቂ ኣንስትዮ እና ባህላዊ ናዓድና ገለ ባህሊ መግለፂ ስለልኾነ ብለሎ ናይ ባህሊ እንተስ ናይ ወለድና ለሚንና ዲና ናይ ቤተሰብና ዲና ጌርና ያው ኣሸንዳ ክነውዕሎ ኢና ኢለ። ብርሃነ ሓጎስ ይበሃል።
ያው ምስቲ ግዜ ጠለብ ልገበሮ እንዲኻ ትገብር። ያው ቅድሚ ሕዚ ልነበረ ኣከዳድና ብናይ ዓለባ ዓዲ እዩ መብዛሕትኡ ግዜ ብናይ ዓለባ ዓድና ናይ ራያ እዩ ብዙሕ ግዜ ልፍለጥ ነይሩ። ሕዚ ግን ምስቲ ናይ ሕዚ ለሎ ኩነታት ናይ ኢኮኖምም ሰብ ብለለዎ ተለኽብሮ እዩ ልምረፅ። ሓዳስ ይብሃል ሓዳስ ለገሰ ኣሸንዳ ዓብዪ ግደ ኣለዎ ምኽንያቱ ናይ ፍቕሪ መግለፂ ናይ ሓድነት መግለፂ ኣብ መንጎ ደቂ ኣንስትዮ ባህሪኡ ጓል ኣንስተይቲ መሪሕ ናይቲ ሰላም እያ መሪሕ ናይ ፍትሒ እያ ገዛ ጋይድ ገይራ እስካብ ዝኸደት ናይቲ ህዝቢ እውን መርህ እያ ምኽንያቱ ሓድነት ልዕሊ ማንም ጉድኣት እንተመፂኡ እውን ኣብታ ጓል ኣንስተይቲ ብዝበለፀ ስለ ለጥቅዕ ቅድሚያ ነቲ ሰላም ሂባ እትቃለስን ትንቀሳቐስን እታ ጓል ኣንስተይቲ እያ ማለት እዩ። በዓል ኣሸንዳ ክልተ ሽሕን ዓሰርተ ሸሞንተን ዓሰርተ ትሽዓንተን ብዝሐሸ መልክዑ ንምብዓል ዘለዎ ምድላዋት ፅቡቕ ከምዝኾነ ዝገለፃ እተን ደቂ ኣንስትዮ፣ ሃገረሰባዊ ትውፊትን ክብርን ዝተላበሰ ኣከባብራ በዓል ኣሸንዳ ንክህሊ ድማ ሕድ ሕድ ደቂ ኣንስትዮ ትግራይ ክሰርሓሉ ከምዝግባእ ገሊፀን። እስካብ ሐዚ ምድላዋቱ ደስ ኢሉ እዩ። ምስቲ ናይ ዓዲ ኩነታት ለሎ ቕዝቕዝ ናይ ምባል ካብ ናብ ምዝሕሓል ክህሊ ይኽእል እዩ። ኣለቢዛ ግን ኣሸንዳስ ኣና ብዝና ኣዕሌ ፅቡቕ ብዝና ኣብ ዝሰርሖ ደኹ ቢሮ ኮይነ ለለ ተጠናኺሩ ክዳለው ኢለ። ባህልና ክዕቀብ ታሪክና ክበል ተኸቢሮም እቶም ትውፊታትና ንብሎም ኣብ ስራሕ ዝውዕሉሉ ጥራሕ ዘይኮነስ ብተግባር ዝሽረፉሉ መንገዲ ኣብ ምፍጣር ከይተሰኮና ደቂ ኣሸንዳ ከማልኦ ዝግበእን መጋየፂ ከማልኦ ዝግበእን ቁናኖ ዘለወን ናይ ቀደም ክዳውንተን ሓፂበን ኣብቲ ኣሸንዳ ክወፃ ኣሸንዳ ከኽብርኦ። ኣከባብራ ኣብና ወለድና ብታሪክ ዋላ ትሰምዕዮ ከለኺ or ብፎቶ ምናምን ትረኢ ከለኺ ካብ ኣከዳድንኣን ካብ ላዕሊ እስካብ ታሕቲ ሙሉእ ንሙሉእ ባህላዊ እዩ ከመይ ትልኺ ካብ ኣቋንና ጀሚርኺ ሐዚ ንኣብነት ኣሸንዳ መብዛሕትኡ ግዜ ክትወፅእ ልግብ ቅድሚ ሐዚ እነታትና ልገብረኦ እነበራ ማለት እዩ። ደቂ ኣንስትዮ ትግራይ ኣሸንዳ እንተብዕላ ምሕዝነት፣ ሓድነትን ሰላምን ማሕበረሰብ ኣብ ምፍጣርን ምጥንኻርን እቲ በዓል ዝለዓለ እጃም ከምዘለዎ ተረዲኤን ከምዕለኦ ድማ እተን ወገናት ሓቢረን። ኣሸንዳሲ ንብዙሕ ነገር ከተሓባብረና ኢልና ንሓስብ ማለት ምስ ኻሊእ ቤተሰብ ወይ ካብ ኣኻሊእ ዓድታት ለመፅኡ ያው ፍቕሪ ንክፈጥር እዩ ኢልና ንሓስብ በተለይ ደቂ ኣንስትዮ ኣብ ኣብዚ ሰዓት እዚ ፅቡቕ ታይትስ ምክልየን ይኽእል እዩ ኢለ ደቂ ኣንስትዮ ብልተኻእለን መጠን ካብ ብዙሕ ነገር ተቖጢበን ነብሰን ካብ ብዙሕ ነገር ነብሰን ተለቆጠባ ይምረፅ ምክንያቱ ኣብ ዓመት ሓንቲ ሻዕ መፂኣኒ እያ ተባሂሉ ኣብ ለይኾነ ቦታ ተለይ የውዕላ ኣብ ለይኾነ ቦታ ተለይ የምሽያ ኣብ ለይ ግበኣን ቦታ ተለይሓድራ ነብሰን ካብ ብዙሕ ሓደጋታት ክከላኸላ ክኸእላን የውን። ሰላም ንክኸውን ሓድነት ምሕዝነት ንክዓስል ዓብይ ግደ እያ ትጫወት ክብል እየ ዝደሊ።
ብስንኪ ጀንሳይደር ስርዓት ብልፅግና ብልዕሊ ህዝቢ ትግራይን ፀላሊ ዘሎ ሓደጋ ህልውና ንምምካትን ልእላዊ ግዝኣተ መሬትና ንምውሓስን ዝተመዛበለ ህዝብና ናብ መረበቱ ንምምላስን ኩሎም ዓቕምታትና ብምውዳድ ክንቃለስ ይግባእ ክብሉ ፕሬዚደንት ብሄራዊ ክልላዊ መንግስቲ ትግራይ ዶክተር ደብረፅዮን ገብረሚካኤል ገሊፆም። ብሰንኪ ኣብ ልዕሊ ህዝቢ ትግራይ ዝተፈፀመ ፅንተት ካብ ቤት መረበቶም ተመዛቢሎምን ተሰዲዶምን ንሽዱሽተ ዓመታት ኣብ ከቢድ ስቓይን መከራን ናብራ የሕልፉ ከም ዘለዉ ድማ ተመዛበልቲ ምዕራብ ትግራይ ሓቢሮም። ገብረዋህድ ዳኒኤል ተወሳኺ ኣለዎ።
ጆኖሳይደር ስርዓት ብልፅግና ህዝቢ ትግራይ ከም ዘርኢ ንምጥፋእ ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ናይ ውሽጥን ደገን ወረርቲ ሓይልታት ተኣኻኺቡ ኣብ ልዕሊኡ ጨፍጫፍ ፈፂሙ እዩ። ሰንከተ ኣብ ልዕሊ ህዝቢ ትግራይ ዝፈፀሞ ጨፍጫፍ ብኣማኢተ ሽሓት ዝቑፀሩ ወገናት ካብ ቤት መረበቶም ተመዛቢሎምን ተሰዲዶምን ኣብ ፍቖዱ መዕቖቢ ማእኸላት ንሽዱሽተ ዓመት ኣብ ከቢድ ስቓይን ሕሰም መከራን ናብራ ብጥምየትን ሕማምን ንኣደዳ ሞትን ስቓይን እናተቓልዑ ይርከቡ። ይኹን እምበር ህዝቢ ትግራይ እቲ ኣብ ልዕሊኡ ዝተኣወጀ ናይ ፅንተተ ኲናት ሳላ ጥሙር ሓድነቱን ነቃልሱን ነቲ ጽንተት መኪቱ ናብ ናይ ሰላም ድርድር ውዕሊ ፕሪቶርያ ክደራደር እኳ እንተኸኣለ፣ ይኹን እምበር ሕዚውን ጀኖሳይደር ስርዓት ብልጽግና ህልውና ህዝቢ ትግራይ ዘየደቅሶ ብኹናት ምኽኣል እንተኣብዮ ብሽም ጉልባዊ ውዕሊ ፕሪቶርያ ንሰለስተ ዓመት ህዝቢ ትግራይ ብሰላሕታዊ ጽንተት ክጸንት እናሰርሐ መጺኡ። ናይዚ መቐጸልታ ድማ ህዝቢ ትግራይ ዝጠልቦም ኩሎም መሰረታዊ ግልጋሎታት ዓጽዩ ሕዚውን ሰፍ ዘይብል ግፍዕን በደልን እናብጽሐ ይርከብ። ጀኖሳይደር ስርዓት ብልጽግና ኣብዚ ሕዚ እዋን ህዝቢ ትግራይ ከመ ዘርኢ ንምጥፋእ ኩሎም ይኽእሎም'የ ዝበሎም መሳርሒታት ተጠቒሙ ብሰላሕታዊ ፅንተት ካብ ምፍፃም ሓሊፉ ብደብዳባት ድሮን ኣብ ልዕሊኡ ማእለያ ዘይብሎም ጨፍጫፍ ይፍፅም ከም ዘሎ ዝፍለጥ ኮይኑ ሕዚ እውን ስቓይ ተማዛበልቲ ካብ መዓልቲ ናብ መዓልቲ ኣብ ዝኸፍአ ከቢድ ሕሰም መከራ ከም ዝርከቡ ካብ ኣንደበቶም ይገልፁ። ዋይ እንህና ሽግር ኣለና መንከራ ረኪብና ሽዱሽተ ዓመት ሰብ ከንዳ ሸውዓይ ሒዝና ታይ ኢና ክንገብር መፍቱሒና እንታይ እዩ ታይ ኢና ክንገብር ሂወትና ኣይሓልፍን እዩ እምበር መንገርግር ለና ኢና ታይ ክንገብር ኢና።

ማይን በረድን ዘለዎ ኣሕዋተይ ዘለኹም ሓገዝቲ ርድኡና እዚ ትሪእዎ ኣለኹም ድርጅት ዝሃበና ተቀዳዲዱ ኩሉ ቤተሰብ ሓው ሓፍቲ ሓጋጊዞም እዮም ንብረተይ ኣውፂኦምለይ ኣብ እንዳ ጎረቤተይ ተፀጊዐ ዘለኹ ትሪእዎ ኣለኹም እቲ ማይን ንፋስን በረድን ዘምፀኦ ማይ ይወቅዐና ገዛና ተቀዳዲድና ኣሎ ሓግዙና ኣሕዋት። ሪኢኹሞ ሪኢኹሞ ኣሕዋት ኣብ ጭቃን ኣብ ጀቅጀቅን ተኣሊኽና በይዛኹም በይዛኹም ሓግዙና እንዶ በይዛኹም ረእይዎ እስኪ ረእይዎ ረእይዎ እዚ ማይ እዚ እንዳቀዳሕና ኢና ንነብር ዘለና። ዝምልከተኩም ኣካላት ሓጉዝና ይድሃትኩም። ብሰንኪ እብ ልዕሊ ህዝቢ ትግራይ ማሕበረሰብ ምዕራብ ትግራይን ዝተፈፀመ ፅንተት ንሽድሽተ ዓመት ኣብ ፍቆድኡ ስደትን ኣብ ውሽጢ ዓድን ኣብ መዕቆቢ ኬንዳን ከቢድ ስቓይን መከራን ተቓሊዑ ኣደዳ ሞትን ይኸውን ከም ዘሎ ድማ ኣቦ ወንበር ፅላል ሲቪል ማሕበረሰብ ምዕራብ ትግራይ ዶክተር መሪሕ ወልዳይን ፈፃሚ ስራሕ እታ ማሕበር ኣይተ ጎይትኦም ሃይለን ድማ ይዛረቡ። ዝሓለፉ ሓሙሽተ ሽዱሽተ ዓመታት ኣብ ከቢድ ስቓይን መከራን ተሸሚሙ ከም ዝነበረ ከም ዘሎን ኩሉ ትግራዋይ ዝፈልጦ ሓቂ እዩ። ኣብ ኣይዲፒታት ውሽጢ ዓዲ ዘሎ ህዝብና ዓብይ ዝኾነ ናይ ሰብኣዊ ቅልውላው ኣጋጢምዎ ይርከብ። እዚ ሕጂ እዋን ካብ ዝኾነ ግዜ ንላዕሊ ማለት እዩ። እዚ ማለት ከምቲ ኩሉ መዓልቲ እንብሎ ሕፅረት ምግቢ ኣሎ፣ ሕፅረት መድሓኒት ኣሎ፣ ናይ ጥዕና ኣገልግሎት ከምኡ እውን መፅለሊ ወዘተ ዓበይቲ ፀገማት ተጎይም ዘሎ ዓበይቲ ጸገማት እዩ ጀሚሩ ዘሎ እቲ ህዝቢ ማለት እዩ። እቲ ሰቃይ እዩ ተዛሪብካ ዝግለጽ ኣይኮነን ሪኢኻ ውን ዝሕለፍ ኣይኮነን ከቢድ ሰቃይ እዩ ዘሎ እቲ ህዝብና። ኣዝዩ ሕማቅ ብቃላት ውን ክትገልጾ ኣዝዩ ዘጸግም መከራን ስቃይን እንዳሕለፈ እዩ ዝርከብ ኣብ ውሽጢ ትግራይ ዘሎ ውን ኣብ ሱዳን ዘሎ ውን ማለት እዩ ምክንያቱ ኣብ ሱዳን ውን ኣብ ኩናት ሕድሕድ እያ ዘላ ሱዳን ስለዚቲ ህዝቢ ሓደጋ ናይ ጨፍጫፍ ናይ ኩናት ኣብ ኣንጸላልዩሉ ኣብ ዝርከብ እዋን ናይ ሰብኣዊ ሓገዝ ዝገብሩ ትካላት ውን ካብቲ ቦታ ለቒቖም ኣብ ዝወጽሉ እዋን ኢና ንርከብ ስለዚ እቲ ህዝቢ ናይ ሰላም ስእኖት ከምኡ ውን ናይ ምግቢ መድሓኒት ካልኦት ተዛመድቲ ንሓደ ወዲ ሰብ ዘድልይዎ ነገራት ብምልኦም ሕጽረት ኣብ ዘለሉ እዋን እዩ ዝርከብ ማለት እዩ ሱዳን ዘሎ ህዝብና ይኹን'ምበር ህዝቢ ትግራይ ኣብ ልዕሊኡ ኣንፀላልዩ ዘሎ ሓደጋ ህልውና ንምምካትን ከም ህዝቢ ንምቕፃልን ብዝገበሮ ቃልስን ፅንዓትን ብፀላእቲ ዝተኣለመ ሸርሒ ፈንፂሑ ብህዝቢ ዝተመርፀ ቤት ምኽሪ መንግስቲ ናብ ስሩዕ ስርሑ መሊሱ ኩለመዳያዊ ቃልሲ ንምጥንኻር ዝተማእኸለ መንግስቲ ተጣይሹ መኸተ ህዝቢ ትግራይ ንምዕዋትን ኩለመዳያዊ ቃልሱ ንምርግጋፅን ድማ ኣብ ዝለዓለ ብራኸ ርብርብ ይርከብ። ስለዝኾነ ድማ ህዝቢ ትግራይ መሰል ዓርሰ ውሳነኡ ንምርግጋፅን ግዝኣታዊ መሬቱ ንምውሓስን ዝተማዛበለ ህዝቢ ብውሑስ ናብ መረበቱ ንምምላስን ኣብ ዝግበር ቃልሲ ኩለመዳያዊ ናይ መኸተ ቃልሲ ብምጥንኻር ከም ህዝቢ እንሓቶም ሕቶታት ንምርግጋፅ ድማ ብዝተወደበ ቃልሲ ክንሕይል ከመ ዝግባእ ፕረዚደንተ ብሄራዊ ክልላዊ መንግስቲ ትግራይ ዶክተር ደብረፅዮን ገብረሚካኤል ገሊፆም እዮም። ኣብ ከቢድ ፀገም እናሃለና ንሰላም ሕልፊ መስዋእቱ እንኽፈል ክጠቕመና እዩ እናተብሃለ እዩ መፂእና ኣለና ክሳብ ሕዚ ዝሓገዘና ሓጊ ዘሎ ግን መሊኡ ፍታሕ ዘምፀልና ከምዘይኮነ ሪእና የብልናን። ስለዚ ኣካይዳና ነዙይ እዩ እንደገና ሪእና ንባዕልና ክንዳሎ፣ ብሄራዊ ክብርና ክንምልስ፣ ልኣላውነትና ክነረጋገጽ፣ እተመዛበሉ ናብ ቦትኦም ክምለሱ፣ ዝተሰደደውን ከምኡ ናብ ቦትኡ፣ ሓራ ዝወጸን ሓራ ክወጽእ ክንሰሖ ዝግበእና ክንስርሕ ኣለና ኢዩ። ስለዚ ሓደ ካብ ብልጽግና ዝርከብ ሰላምስ የለን ኢዩ። ጸኒሕና ኢና ካብ ብልጽግና ዝርከብ ሰላም የለን። ብሰላም ልኣላውነትና ክነኽብር ኣይንኽእልን።
ክብራት ሰማዕትና ዕለታዊ ዜና መጽሔትና ቅድሚ ምዛምና ዓበይቲ ነጥብታቶም ክነዘኻኽረኩም። ክብርታት መለስ ወሪስና መሰል ዓርሰ ውሳነ ህዝቢ ትግራይ ንምሓዝ ቃልስና ብዘያዳ ክነሕይል ይግባእ ኢሉ ማሕበረ ተጋደልቲ ትግራይ። ኣብ በጀት ዓመት 2019 ዓ.ም ኩባንያታት ምስ ብቕኒት እቲ ዘሎ ዝተፈለየ መድረኽ ብልዑል መንፈስ ተጸዋራይነትን ስራሕቲ ዓርሰ ምርኮሳን ኣፈጻጽምኣን ንምብራህ

ኣሜሪካ ብሰሜናዊ ምዕራብ ሶርያ ግዝኣት ኢድሊብ ኣብ ዝርከብ ወታደራዊ መዕርፎ ነፈርቲ እስራኤል ዘካየደቶ መጥቃዕቲ ኮኒናቶ። እምበኣርከስ ክቡራት ሰማዕትና ነዚ ዕለት ዝበልናዮም ዜናታት መጽሔት ነዚኦም ይመስሉ ነይሮም። ዜናታት መጽሔት እዚ ሰዓት ተስፋይ ጽጋቡ፣ ኪዳን ግርማይ፣ ብመዳይት ቴክኒክ ድማ ልኡል ኣብራና ሓቢርናኩም ጸኒሕና። ዜናታትና ኣብዚ ከንቢትና ምስ ዝተረፉ ካልኦት ምድላዋት ፈነው ሚእትን ኣርባዕተን ጥባዕተ ራድዮ ኤፍኤም መቐለ ሰናይ ጻንሒት ክኾነልኹም ተመኒና ሰላም።